ኣብ መላእ ዓለም ብምዃን መደባትና ኣብ ምክትታል ተርከቡ ዝኸበርኩምን ዝኸበርክንን ተኸታተልትናን ሎሚ ሰለስተ ሓምለ ዝበልናዮ ሓፀርትን እዋናውን ዜናታት ሒዝናልኩም መፂና ኣለና። ንኽትከታተሉና ድማ ብኽብሪ ንዕድም። ኣብ ወታደራዊ መደበር ኢትዮጵያ ቤለሁ ጅብላ መጥቃዕቲ ድሮን ተፈፂሙ። ኣብ ክልል ቤንሻንጉል ጉሙዝ ዞባ ኣሶሳ ወረዳ ኩምሩክ ፍሉይ ቦታ ቤለሁ ጅብላ ኣብ ዘርከብ ወታደራዊ መደበር ኢትዮጵያ ናብ ሎም ለይቲ ዘውግሕ መጥቃዕቲ ድሮን ተፈፂሙ። እቲ ቤለሁ ጅብላ ዝተብሃለ ወታደራዊ መደበር ሓይልታት ቅልጡፍ ደገፍ ሱዳን ቀጥታዊ ወታደራዊ ደገፍ ዝረኽብሉ ቦታ ምዃኑ ይፍለጥ። እዚ መደበር እዚ እቶም ሓይልታት ከም ማእከል ታዕሊም፣ ሎጂስቲክን ሕክምናን ይጥቀምሉ ከምዝነበሩ ተገሊፁ። ብሰንኪ እቲ ዝተፈጸመ መጥቃዕቲ ድሮን፣ ኣብቲ ወተሃደራዊ መደበር ከቢድ ሰብኣውን ንዋታውን ኪሳራታት ከምዝበጽሐ ተሓቢሩ'ሎ። እዚ ከምዚ'ሉ እንከሎ፣ ኣህጉራዊ ማዕከን ገንዘብ፣ ኣይኤምኤፍ፣ ንኢትዮጵያ ዝሃቦ ሰለስተ ነጥቢ ሽዱሽተ ቢልዮን ዶላር ልቓሕ ስዒቡ፣ ተወሳኺ ጥብቂ ናይ ቁጠባ ፖሊሲታት ክትክተል ኣተሓሳሲቡ'ሎ። ዕዳ ኢትዮጵያ ሓምሳን ሓደን ነጥቢ ሸሞንተ ቢልዮን ዶላር በጺሑ'ሎ። ይሰርሕ ከምዘሎን ካብዚ ውሽጢ ሰላሳን ሰለስተን ነጥቢ ሓሙሽተ ቢልዮን ዶላር ናይ ወፃኢ ዕዳ ምዃኑን ተገሊፁ። እዚ ድማ ኣብ ልዕሊ ተራ ዜጋታት ዓብዪ ፅዕንቶ ይፈጥር ከምዘሎ ተሓቢሩ'ሎ። ብመሰረት መራኸቢታት ኢትዮጵያ ዝዘርግሕኦ ፀብፃብ፣ እቲ ዕሸል መራሒ ኢትዮጵያ ኣብይ ኣሕመድ ኣብ ደቡብ ኢትዮጵያ ናይ ስራሕ ምብፃሕ የካይድ ኣብ ዝነበረሉ እዋን ኣብ ልዕሊኡ ተኹሲ ተኹሲ ከም ዝተኸፈተ ይግለጽ ኣሎ። ኣብቲ ዝተኸፈተ ተኹሲ ብዙሓት ሰባት ከም ዝተቐተሉን ዝቖሰሉን ይንገር ኣሎ። እንተኾነ ኣብ ልዕሊ ኣብይ ኣሕመድ ዝበጽሐ ጉድኣት የለን። ኣብይ ኣሕመድ ካብ ቦታ ናብ ቦታ ብሄሊኮፕተራትን ብርቱዕ ሓለዋን እዩ ዝንቀሳቐስ። ኣብይ ኣሕመድ ምግቢ እንተሃልዩ ጥዕና ኣሎ፣ ስርዓት እንተሃልዩ ሰላም ኣሎ ክብል እንከሎ፣ ኣብቲ ዞባ ዘርከብ ወረዳ ዘይሰ ግን ሰብኣዊ መሰላት ይጠሓሱ ከም ዘለዉ ቤት ምኽሪ ሰብኣዊ መሰላት ኢትዮጵያ ጸብጺቡ። ብተወሳኺ ኣብ ዞባ ኮሬ ዝርከቡ መምህራን ናይ ደሞዝ ወሰኽን ናይ ናብራ ውድነትን መመከቲ ሓገዝ ስለዘይተገበረሎም ናብ ስራሕ ብዘይምምፃእ ኣድማ ገይሮም ኣለው። ብሰንኪ እዚ ድማ ተምሃሮ መዛዘሚ ፈተና ክወስዱ ከምዘይኸኣሉ ተገሊፁ። እዚ ፍፃመ እዚ ህዝቢ ኢትዮጵያ ኣብ ልዕሊ ስርዓት ብልፅግና ዘለዎ እምነት ሙሉእ ብሙሉእ ጠፊኡ ኣብ ዘለወሉ እዋን ዝመፀ እዩ። ስርዓት ብልፅግና ብፕሮፖጋንዳ ህዝቢ ክጥብር ይፍትን እኳ እንተሃለወ እቲ ሓቂ ግን ህዝቢ ተፀይርዎ ምህላው እዩ። ምምሕዳር ብልፅግና ኣብ ክልል ኣምሓራ ዘጋጠመ ናይ ፀጥታ ቅልውላው ወታደራዊ ዩኒፎርም ንምቕያር ከም ዘገደዶ ኣፍሊጡ። ሓላፊ ፀጥታ እቲ ክልል ዘላለም መንግስቴ ብሰንኪ ዝነበረ ፀገም ፀጥታ ብዙሓት ዓይነት ዩኒፎርምታት ኣብ ኢድ ዝተፈላለዩ ኣካላት ስለ ዝኣተወ ሓዱሽ ዩኒፎርም ንምትእትታው ተገዲድና ኢሎም። ኣብ ዝሓለፈ ሰለስተ ዓመታት ኣብ ክልል ኣምሓራ ዝተኻየደ ውግእ ሰራዊት ምክልኻል፣ ሓይሊ ኣየር፣ ኮማንዶ፣ ሚሊሻን ፖሊስን ዝተሳተፉሉ እዩ። ሰራዊት ምክልኻል ኣብ ዘውፅኦ መግለፂ ኣብ ደጋዳሞት ኣብ ዝተገብረ ውግእ ሓይልታት ፋኖ ዩኒፎርም ፀጥታ መንግስቲ

ቤተክርስትያን ሕጊ ሲኖዶስ ብምጥሓስን ብዘይኣገባብ ሰባት ብምሻምን ተተሓሒዙ ምዃኑ እቲ ደብዳቤ ይሕብር። ኣቡነ ሩፋኤል ሸውዓይ ፓትርያርክ ኦሮሞ ክኸውን ኣለዎ ብምባል ብሄርተኝነት ኣብ ውሽጢ ቤተክርስትያን ብምስፍሕፋሕ ይኽሰሱ። እዚ ከምዚ ኢሉ እንከሎ ኣቶ ጀዋር መሓመድ ኣብ ዝሃቦ ቃለ መሕተት ኣብዪ ኣሕመድ ንመራሕቲ ትግራይ ጌታቸው ረዳን ፃድቃን ገብረትንሳኤን ብጥቕሚ ብምሓዝ ከም ድላዩ ይጥቀመሎም ከምዘሎ ገሊፁ። ጀዋር ከምዝበሎ እዞም መራሕቲ ድሕሪ ህወሓት ዘላ ትግራይን ድሕሪ ኣብይ ዘላ ኢትዮጵያን ክሓሱ ይግባእ። ሕጂ ጌታቸው ረዳ ዝዛረቦ ዘሎ ቃላት ካብ ናይ ሽመልስ ኣብዲሳ ኣይፍለን ብምባል ነቒፍዎም። ኣቶ ኣንዳለም ኣራጌ ብወገኑ ሰበስልጣን ብልፅግና ሃገር ትፍረስ ኣይትፍረስ ግዲ ከምዘይብሎም ንውልቀ ረብሐኦምን ንስልጣን ኣብይን ጥራይ ከምዝሰርሑ ገሊፁ። ኣብ ታሪክ ኢትዮጵያ ከምዚ ዓይነት ብሓሶትን ብጥልመትን ዝተመልአ ምምሕዳር ሪኤ ኣይፈልጥን ኢሉ። ኣዘዝቲ ሰራዊት ኤርትራን ትግራይን ተራኺቦም ከምዝዘተዩ ተገሊጹ። ናይ ኤርትራን ትግራይን ኣዘዝቲ ሰራዊት ተራኺቦም ኣብ ሕድሕዳዊ ርክባትን ዝምድናን ከምዝዘተዩ ይግለጽ ኣሎ። እቲ ርክብ ኣብ መንጎ ናይ ኤርትራን ትግራይን ሰራዊት ዘሎ ምትእስሳራት ንኸደልድል ከም ዕላማ ዝሓዘ ርክባት ምዃኑ ዝገልጹ ወገናት፣ ክልቲኡ ወገን ኣብ ሓጺር ግዜ ሓድነታዊ ግንባር ክፈጥር ከምዝኽእል ይሕብሩ። ኣብ መንጎ ናይ ፌደራል መንግስቲ ኢትዮጵያን ክልል ትግራይን እናነሃረ ክመጽእ ዝጸንሐ ውጥረት ኣብ ዝለዓለ ደረጅኡ ኣብ ዝበጽሓሉ ግዜ ኣብ መንጎ ኤርትራን ክልል ትግራይን ዘሎ ዝምድና ናብ ዝለዓለ ደረጃኦም ምብጽሖም እውን ጸብጻባት ካብቲ ከባቢ ይገልጹ። ኣብ መንጎ ኤርትራን ኢትዮጵያን ኣብ ክልተ ሽሕን ዓሰርተ ሸሞንተን ዝተፈጠረ ሓድሽ ተስፋ ሰላም ንክልቲኤን ሃገራት ጥራሕ ዘይኮነ ንመላእ ቀርኒ ኣፍሪቃ እውን ዓብይ ዝላ ንቕድሚት ምዃኑ ክግለጽ ዝጸንሐ ኮይኑ ኣብ ክልተ ሽሕን ዕስራን ዝተበገሰ ሓድሽ ኲናት ሰሜን ኢትዮጵያ ነቲ ተስፋ ከምዝኾለፎን ኣብ መንጎ ክልል ትግራይን ፌደራል መንግስትን ሰላም ከስፍን ዝኸእል ስምምዕ ፕሪቶርያ ነቲ ኹናት ከምዝዛዘሞ እውን ይሕበር። ኣብዚ ግዜ እዚ ኣብ መንጎ ኤርትራን ፌድራል መንግስቲ ኢትዮጵያን ብሰንኪ ዝተፈጠረ ዘይምስናይ ኣብ መንጎ ኤርትራን ትግራይን ሓድሽ ልፍንቲ ድሕሪ ምፍጣሩ ሓድሽ ኲናት ከየስዕብ ዓብዪ ስግኣት ተኸሲቱ ከምዘሎ እውን ምንጭታት የቃልሑ። እዚ ከምዚ ኢሉ እንከሎ ስርዓት ብልፅግና ንገሊኦም ከዳዓት ደቂ ሃገር ንኸብዶም ዝገዝኦምን ብኸብዶም ዝሽየጡን ናብ ዓበይቲ መደበራት ቴሌቬዥን ኢትዮጵያ ብምዕዳም ኢትዮጵያ ንባሕርን ኣፍደገ ባሕርን ተካይዶ ዘላ ምንቅስቓስ ንድግፎ ኢና፣ ህዝቢ ኤርትራ ንሕቶ ባሕሪ ኢትዮጵያ ክቕበሎ ይግባኣ ዝብል ኣጀንዳ ተሓንጊጦም ክቀላቐሉ ንዕዘብ ኣለና። ሓደ ካብዚኦም ጳውሎስ ኣንቶንዮስ ዝተብሃለ ውልቀሰብ ኮይኑ እዚ ኣብ ዱባይ ዝነብር ማሕበር ባሕረኛታት ኤርትራ መራሒ እየ ዝብል እዩ። እዚ ሰብዚ ኣብ ዝሓለፈ እዋናት እውን ንህዝብን መንግስትን ኤርትራ ዘይውክል መግለጺ ወጻኢታት ክህብ ጸኒሑ እዩ። ትማል ኣብ ኢቲቪ ቀሪቡ ኢትዮጵያ ወደብ ዓሰብ እንተወሰደት ንኤርትራ ዝጎድላ የለን ዝብል ሕሙም ፍልስፍና ክዛረብ ተሰሚዑ። እዚ ሰብዚ ይኹን ካልኦት ከዳዓት ብዛዕባ ህዝብን ሃገርን ዝፈልጥዎ ቅንጣብ ነገር የለን። ባሕርን መሬትን ኤርትራ ኣብ ትሕቲ ዝኾነ ይኹን ኩነታት ኣዋጅ ዕዳጋ ዝወርድ ኣይኮነን። ስርዓት ብልጽግና ብመራኸቢታት ኣቢሉ ዝዘርግሖ ፕሮፖጋንዳ ክሰርሕ ከምዘይኽእል ምስ ፈለጠ ናብ ከምዚ ዝበሉ ትሑት ደረጃታት ይወርድ ኣሎ። እዚኦም ኣብ ግዜኦም ዋጋ ክኸፍሉ ምዃኖም ክነፍልጥ ንፈቱ። ጅግንነትን ፅንዓትን ህዝቢ ኤርትራን ልኣላውነት ባሕሪ ኤርትራ ዘረጋገፀ ሓይሊ ምዃኑ ተገሊፁ። ኣብቲ ብዛዕባ መፅሓፍን ወታደራዊ ርእይቶታትን ጀነራል ፃድቃን ገብረትንሳኤ ዘተኮረ ሰሚናር ን ታሪካዊ ቃልስን ልኣላውነትን ኤርትራ ዝምልከቱ ነጥብታት ቀሪቦም ኣለው። እቲ ዘተ ከምዘምልክቶ ጀነራል ፃድቃን ይኹን ካልኦት መራሕቲ ንናፅነት ኤርትራን ንባሕራን ክቕበሉ ዝተገደድሉ ቀንዲ ምኽንያት እቲ ህዝቢ ኤርትራ ኣብ ሜዳ ዘርኣዮ ዘይሕከኽ ጅግንነትን ወታደራዊ ዓወትን ምዃኑ ይንገር። ካሊእ ኤርትራ ነፃ ወፂኣ ማለት ብ ሃገር ዄይና ይብሎ ኣብ ዝኾነ ቦታ ናብ ባድመ ውግእ ኣጋጢሙ ይብል ኣብ ዝኾነ ቦታ ስለዚ ኤርትራ ሃገር ክትኾን ይኹን ኣጠቓላላይ እቲ ውድብ ሲ ኤርትራ ሃገር ክትከውን ሻዕብያ መንግስቲ ክኸውን ብለይ ተሓታትነት ክኸይድ ናይ ባድመ ውግእ ክልዓል ዘሕዝን እዮ ውግእ እውን ዝነሕዚ ኣጋጢሙና ነሩ ፀገም ክመፅእ ዝገበሮም ናይቲ ውድብ ደክመታት ኣይፈተሸይ በርግፅ ናይቲ መፅሓፍ ዓላማ ንኸይኸውን ይኽእል እዩ ግን ንሳቶም ትፈትሾም ተዝኾኑ ነይሮም ይሽተይ ዝተፈለየ ምልከታ ዝተፈለየ ርድኢት መውሰድና ነይርና ኢለ ኣምን ስለዚ እንታይ ኢለ ኣነ ሜቢ
ገለ ካብቶም ተዛረብቲ ከም ዝሓበርዎ ጀነራል ጻድቃን ንሕቶ ባሕሪ ገዲፉ ኤርትራ ከም ሃገር ክትቀውም ዝተሰማማዓሉ ድሕረ ባይታ ካብ ምፍቃር ዘይኮነስ ንጅግነትን ጽንዓትን ኤርትራውያን ስለ ዝፈለጠን ካብኡ ንላዕሊ ክገብር ስለ ዘይከኣለን እዩ። እዚ ድማ ኤርትራ ልኣላውነታ ብደማን ብመስዋእቲ ደቃን ዘረጋገጸት ሃገር ምዃና ዘምስ ምስክር እዩ። እቲ ቪድዮ ከም ዘርእዮ፣ ኤርትራ ብወታደራዊ ስልቲ ይኹን ብፖለቲካዊ ጽንዓት ንማንም ጸላኢ ኢዳ ከም ዘይሃበትን፣ እቲ ሎሚ ዝስማዕ ዘሎ ወቐሳታት ድማ ነቲ ኣብቲ እዋን ዝነበረ ናይ ኤርትራውያን ሓያል ወታደራዊ ድልውነት ዘንጸባርቕ እዩ። ብሓፈሻ እቲ ዘተ ንኤርትራውያን ዘለዎም ጽኑዕ ሃገራዊ መርገጽን ንጸላእቶም ዘርኣይዎ ዘይስዓር ሓይልን ዘጉልሕ ኮይኑ ቀሪቡ ኣሎ። እዚ ከምዚሉ እንከሎ ኮነሬል ኣስረስ ይሳቕ መጽሓፍ ኣሐቲሙ ብዛዕባ መምህር ኣስረስ ተሰማ ዘዘንቱ መጽሓፍ ተመሪቑ ኣሎ። ኮታ ካብዚ ንላዕሊ ባህ ዘብል ዜና ክህሉ ኣይግባእን። ኣባል ሓይልታት ምክልኻል ኤርትራ ዝኾነ ኮነሬል ኣስረስ ይሳቕ መጋርያ ሰማይ ዓባይ መጽሓፍ ኣሐቲሙ ንኣንበብቲ ኣቐሪብዋ ኣሎ። በቲ ሓደ ወገን'ውን ስነጥበበኛ ዘመንፈስ ሃይለ ንዓመታት ተመራሚሩ ዝኣከቦ ዛንታ ህይወት ህቡብ መምህር ኣስረስ ተሰማ ብመጽሓፍ መልክዕ ከምርቖ በቒዑ ኣሎ። ሚኒስተር ጉዳያት ወጻኢ ግብጺ ኣብ ገምገም ባሕሪ ሶማልያ ዝተጨወየት መርከብ መጓዓዝያ ኤምቲ ኤሪካ ተታሒዞም ዘለዉ ግብጻውያን ባሕረኛታት ንምፍታሕ ምስ ሰበስልጣን ሶማልያን የመንን ብሓባር ይሰርሕ ከም ዘሎ ገሊጹ። ሚኒስተር ጉዳያት ወጻኢ ግብጺ ባድር ዓብዱልዓጢ እቲ ጉዳይ መዓልታዊ ምክትታል ክግበረሉ ዝኣዘዘ ኮይኑ፣ ኣብ መቃድሾ ዝርከብ ኤምባሲ ግብጺ ምስ ሰበስልጣን ሶማልያ ብቐጻሊ ጽዑቕ ርክብ ክገብር መምርሒ ከም ዝሃበ ድማ ተፈሊጡ። እቲ ዲፕሎማስያዊ ጻዕርታት ኣብ ምቅልጣፍ ምፍታሕ ሰራሕተኛታት እታ መርከብ፣ እቶም ግብጻውያን ባሕረኛታት ኣብታ መርከብ ኣብ ዝጸንሕሉ እዋን ዝሓሸ ኣተሓሕዛ ክህልዎም ዘተኮረ ምዃኑ ተገሊጹ። ብተወሳኺ ኣብ ሪያድ ስዑዲ ዓረብ ዝርከብ ኤምባሲ ግብጺ ምስ ሰበስልጣን የመንን ምስ ዋናታት እታ መርከብ ክራኸቡ መምርሒ ከምዝሃበ ድማ እቲ መግለጺ ይሕብር። እቲ ኣብ ልዕሊ ባሕረኛታት ዝተፈጸመ ጭውያ ኣብ ውሽጢ ዓደንን ኣብ ገምገም ባሕሪ ሶማልያን ኣብ ልዕሊ ጸጥታ ባሕሪ ከቢድ ስግኣት ከምዝፈጠረን እዚ ዞባ እዚ ንዓመታት ኣህጉራዊ ምትእትታን ሓይሊ ባሕርን ዞባዊ ጻዕርታትን ጸቕጢ እኳ እንተተኻየደሉ፣ ብስፍሕ ዝበለ ኣህጉራዊ ጸቕጢ ንሽፍትነታዊ ፍጻሜታት ዝረኣየሉ ምዃኑ ጸብጻባት የረድኡ። እዚ ከምዚ ኢሉ እንከሎ እጉጉማ ዓፋር ካብ ምክልኻል ናብ ምጥቃዕ ተሰጋጊረ ይብል። ኣብ ኢትዮጵያ ኣንጻር መንግስቲ ዝቐንዐ ቃልሲ ዘካይዱ ዕጡቓት እጉጉማ ዓፋር ውዳበኦምን በዝሖምን ዓጢቖሞ ዘለዉ ዘመናዊ ኣጽዋርን ልዕሊ ዝኾነ እዋን ሎሚ ኣብ ዘተኣማምን ደረጃ ደይቡ ከምዘርከብ ገሊጾም። ወታደራዊ ስትራቴጂና ዛጊዳ ምክልኻል የድሂቡ ጸኒሑ ዝበለ ኣፈኛ እቲ ዕጡቕ ውድብ፣ ኣብ ቀረባ መጻኢ ናብ ደረጃ ምጥቃዕ ከም ዝሰጋገሩ ኣብሪሁ። ናይጀርያ ኣብ ዝሓለፈ ኣዋርሕ ብሰንኪ ተቓውሞ ካብ ደቡብ ኣፍሪቃ ዝሃደሙ ዜጋታታ ካሕሳ ክትሓትት ምዃና ኣፍሊጣ። ወሃቢ ቃል ሚኒስተር ጉዳያት ወጻኢ እታ ሃገር ኬሚቢ ኢሞሞቶቢ ኤምቢፊማ ሂብዎ ኣብ ዘሎ መግለጺ፣ እቲ ጉዳይ ኣብ መንጎ ክልቲኦም መንግስታት ብዝለዓለ ደረጃ ክዝተየሉ ምዃኑ ሓቢሩ'ሎ። ላዕለዋይ ኮሚሽነር ናይጀርያ ኣብ ደቡብ ኣፍሪቃ ኣሌክሳንደር ኣጃይ ዝሓለፈ ሰሉስ ኣብ ዝሃቦ መግለጺ፣ መንግስቲ ብናይጀርያውያን ዝተደርበዩ ትካላት ንግድን ንብረትን ምምዝጋብ ጀሚሩ'ሎ ኢሉ። ካብ ደቡብ ኣፍሪቃ ክወጽእ ትጽቢት ዝነበረ ናይጀርያዊ ኣብ ዝሃቦ ሓበሬታ፣ ኣብ ደቡብ ኣፍሪቃ ዳርጋ ንዓሰርተ ዓመት ከምዝጸንሐን ንድሕነቱ ስለዝሰግኣን ንግዱን ገዝኡን ገዲፉ ከምዝመጸን ይገልጽ። ተቐመጥቲ ደቡብ ኣፍሪቃ ግን እቶም ተመሊሶም ዘለዉ ስደተኛታት፣ ዘይሕጋውያን ስደተኛታት ምዃኖም እዮም ዝገልጹ። ናይጀርያ ግን ነዚ ክሲ ነጺጋቶ'ላ። ኣብ ዝሓለፈ ሰሙናት ኣስታት ዕስራን ሓሙሽተን ሽሕ ኣፍሪቃውያን ስደተኛታት ካብ ደቡብ ኣፍሪቃ ናብ ሃገሮም ከም ዘምርሑ ይግለጽ። እቶም ኣብ ደቡብ ኣፍሪቃ ነዚ ጸረ ኣፍሪቃውያን ስደተኛታት ዝኾነ ምንቅስቓስ ዝመርሑ ዘለዉ ኣንጻር ዘይሕጋዊ ስደት ኢና እኳ እንተበሉ፣ ገለ ፀረ ስደተኛታት ዝኾኑ ጉጅለታት ግን ሰነድ ዘይብሎም ስደተኛታት ጥራሕ ዘይኮነ ሰነድ ዘለዎም እውን ግዳይ ክገብሩ ተራእዮም እዮም። እዞም ጉጅለታት ፀረ ስደተኛታት ሰነድ ዘይብሎም ስደተኛታት ካብ ደቡብ ኣፍሪቃ ክወፅኡ ናይ መወዳእታ ገደብ ግዜ ንሰላሳ ሰነ ኣቐሚጦም ነይሮም እዮም። እቶም ጉጅለታት ብሰሉስ ሰላሳ ሰነ ምስ ኣኸለ ብኣሽሓት ብዝበዝሕ ቁፅሪ ዝተሳተፍዎ ናይ ተቓውሞ ሰልፊ መሪሖም እዮም። እቲ ሰልፍታት መብዛሕትኡ ሰላማዊ እኳ እንተነበረ ወፃእተኛታት ዘሳተፈ ገለ ፍጻሜታት ግን ኣጋጢሙ እዩ። ኣብ ገለ ከባብታት ድማ ናይ ወጻእተኛታት ናይ ንግዲ ትካላት ከም ዝተዘረፈ እውን ተሓቢሩ እዩ። ፖሊስ ደቡብ ኣፍሪቃ መብዛሕትኦም ስደተኛታት ዕላማ ዝገበሩ ገበናትን ምዝማትን ኣመልኪቱ ኣብ ዝወሰዶ ስጉምቲ ኣስታት ትሽዓተ ሚእቲ ሰባት ኣብ ትሕቲ ቁጽጽር ኣእትዩ ኣሎ። ፕረዚደንት ዶናልድ ትራምፕ ብግህዶ ውልቃዊ ስልጣኑ ናይ ምርኣይ ወይ ናይ ምጉላሕ ባህጊ ዘለዎ ይመስል። ኣብ ኣደባባይ ብግልጺ ብዝንእድዎ ሰበስልጣንን ኣባላት ካቢነኡ'ዩ ተኸቢቡ ዘሎ። ካብ መጎሱ ንዝወደቑ መራሕቲ ዓለም የጥቅዕ፣ ንገለ ካብተን ዝዓበያ ኮርፕሬሽናት ኣሜሪካ ድማ ድሌቱ ንኽፍጽማ ጸቕጢ ይገብር። መፋርቕ ካልኣይ እምበረ ስልጣኑ ኣብ ዋይት ሃውስ ኣብ ዝተፋረቐሉ ኣብዚ እዋን፣ ትራምፕ ኣብ ሓደ ቃለ መሕተት ዓቕሚ ስልጣነይ ደረት የብሉ ክብል ተዛሪቡ ነይሩ።

ትራምፕ ንስልጣኑ ካብቶም ቅድሚኡ ዝነበሩ ፕሬዝደንታት ዘይፈተንዎ ስልጣኑ የስፍሕ ኣሎ ድማ ይብሉ። ንኣብነት ኣብ ኢራን ኩናት ቅድሚ ምጅማሩ ካብ ኮንግረስ ፍቓድ ኣይረኸበን። ከምኡ እውን ንፕሬዝደንት ኒኮላስ ማዱሮ ንመሓዛ ቬንዙዌላ ብዛዕባ ዝተኻየደ ወታደራዊ ስርሒት ንመብዛሕትኦም ሓገግቲ ሕጊ ከይፈለጡ ብሚስጥር ከምዝተሓዝ ገይሩ። ብተወሳኺ ድማ ዶናልድ ትራምፕ መንነቱ ብዘይተፈለጠ ናይ ክሳድ ሕበጥ ይሳቐ ከም ዘሎ ናይቲ ፕሬዝደንት ብሕታዊ ሓኻይም ዕላዊ ገይሮም። እቲ ሕበጥ ካብ መዓልቲ ናብ መዓልቲ እናገደደ እናገፍሐን ይመጽእ ከም ዘሎ እቶም ሓኻይም ገሊጾም። ብሰንኪ እዚ ድማ እቲ ሰብኣይ ናይ መርገጺ ምውዝዋዝን ናይ ቃላት ምዝብራቕን የጋጥሞ ከም ዘሎ ኣሶሸይትድ ፕረስ ጸብጺቡ። እዚ ከምዚሉ እንከሎ፣ ሰሜን ኮርያ ንእስራኤል ከም ሕጋዊት ሃገር ኣይትቕበሎን። ሰሜን ኮርያ እስራኤል ከም ሕጋዊት ሃገር ከም ዘይትቕበላ ኣዊጃ ኣላ፣ ናይ ሽበራ መንግስቲ እያ ክትብል ድማ ገሊጻ። እዚ መርገጺ እቲ ኣብ ልዕሊ ዓለም ሓደ ሓይሊ ዝተመስረተ ስርዓት ዝቃወም ብዙሕ ዋልታዊ ዓለም ዝብል ኣረኣእያ ከም ዝድግፍ ተገሊጹ። መንገዲ ኣየር ባድር ናብ ኣስመራ በረራ ክጅምር ምዃኑ ገሊጹ። ሱዳን ዝመደበሩ መንገዲ ኣየር ባድር ካብ ዕለት ሸውዓተ ናይዚ ወርሒ ጀሚሩ ናብ ኣስመራ ካብን ናብን ስሩዕ በረርኡ ክጅምር ምዃኑ ዕላዊ ገይሩ'ሎ። እቲ መንገዲ ኣየር ብመንገዲ ሓዳስ ኤርትራ ኣብ ዘውጽኦ ዕላዊ መግለጺ፣ ካብ ዕለት ሸውዓተ ናይዚ ወርሒ ጀሚሩ ናብ ኣስመራ ስሩዕ በረራ ክጅምር ምዃኑ ክገልጽ እንከሎ፣ ብጀካ እቲ ኣስመራ፣ ፖርት ሱዳን፣ ፖርት ሱዳን ኣዲስ ኣበባ፣ ፖርት ሱዳን ኢንተበ፣ ኡጋንዳ'ውን በረራ ክጅምር ምዃኑን በረርኡ ድማ የስፍሕ ምህላዉን ኣፍሊጡ። ናይ ካልእ ዓድታት በረራ ድማ ኣብ ዝቕጽል ዕላዊ ክገብር ምዃኑ ኣብቲ ብመንገዲ ጋዜጣ ሓዳስ ኤርትራ ወጺኡ ዘሎ ዕላዊ መግለጺ ናይቲ መንገዲ ኣየር ይገልጽ። እቲ መንገዲ ኣየር ናብ ኤርትራ ዕላዊ በረርኡ ምጅማሩ ኣብ ዝሓለፈ ቀረባ እዋናት ኣብ መዕርፎ ነፈርቲ ኣስመራ ላዕለዋይ ሰበስልጣን ክልቲኤን ሃገራትን መራሕቲ እቲ ትካልን ኣብ ዝተረኸብሉ ስነ-ስርዓት ምረቓ ተጌሩ ነይሩ። ዋና ዳሪክተር ሲቪል ኣቬሽን ኤርትራ ጳውለስ ሰብ ዘስመዖ ቃል፣ እቲ መንገዲ ኣየር ካብ ፖርት ሱዳን ናብ ኣስመራ ዝጅምሮ ንግዳዊ በረራ፣ ናብ ሃገራት ኣፍሪቃን ማእከላይ ምብራቕን ንዝጓዓዙ ገያሹ ሰፊሕን ተወሳኺን ምርጫታት ዝፈጠር ምዃኑ ሓቢሩ ነይሩ። እዚ ብሱዳናውያን ሰብ ሃብቲ ዝውነን ብሽሕን ትሽዓተ ሚእትን ቴስዓን ሸውዓተን ዝጀመረ ኩባንያ፣ ኣብዚ ቀረባ እዋናት ተበጻሕነቱ ንምስፋሕ ዓበይቲ፣ ስጉምትታት ክወስድ ጸኒሑ እዩ። እቲ ትካል ምስ ቱርኪ ኢስታንቡል ዘራኽብ ሓድሽ መስመር ምኽፋቱ መርበባት በረርኡ ንምዕባይ መሰረት ዘንበረ ክኸውን እንከሎ፣ ቀጺሉ ድማ ናብ ግብጺ ካይሮ ዝገብሮ በረራታት ብምጅማር ንመገሻታት ኣብ ዞባ ዝዓብይ ምቕላል ፈጢሩ ይርከብ። ሕጂ ድማ ኣስመራ ክፋል ናይዚ ስትራቴጂካዊ ምስፍሕፋሕ ብምዃና ምስቶም ቅድሚ ሕጂ ዝተመስረቱ መስመራት ካይሮን ቱርክን ክተሓሓዝ ምዃኑ ተፈሊጡ ኣሎ። እቲ መንገዲ ኣየር ብተወሳኺ ኣብ ናይ ፌስቡክ ገጹ ኣብ ዘስፈሮ ዝሰርሑ ምስ ኣስመራ ዘተኣሳሰር መስመር ብምኽፋቶም ኩርዓት ከምዝስምዖም ድሕሪ ምግላጽ፣ እዚ መስመር እዚ ንርክብ ክልቲኤን ሃገራት ዘድንፍዕ ጥራሕ ዘይኮነስ ናብ ካልእ ዓለም እውን ማዕጾታት ዘርሑ እዩ ኢሉ። ከምዝፍለጥ ድሕሪ ምቁራጽ መንገዲ ኣየር ኢትዮጵያ ናብ ኣስመራ፣ ገያሾ ብሰንኪ ቀጥታዊ በረራታት ዘይምህላው ብዱባይ፣ ካይሮን ኢስታንቡልን ኣቢሎም ነዊሕ ሰዓታት ዝወስድ ናይ ትራንዚት ጉዕዞ ክወስዱ ተገዲዶም ጸኒሖም ነይሮም። መንገዲ ኣየር ባድር ድማ ነዚ ከቃልል ትጽቢት ይግበረሉ ኣሎ። ንህዝቢ ኤርትራ ኣስላማይ ክርስትያን እንዳበልና ክንፈላልዮ ክንሰርሕ ኢና ክብል ጀነራል ጻድቃን ገብረትንሳኤ ተዛሪቡ። ህዝቢ ኤርትራ እምነቱ ብዘየግድስቲ እንኮ ብስኒት ዝነብር ዘሎ ህዝቢ እዩ። ጻድቃን ንህዝቢ ኤርትራ ምርባሽን ምሽባርን ዝከኣል ኣይኮነን። ኣብ ግዜ ሃይለስላሰ ዘይሰርሐ ኣብ ብልጽግና ክሰርሕ ኢልካ ምሕሳብ ብዕራይ ክወልድ ይቀልል። ኣብ ቀርኒ ኣፍሪቃ ኢድ ኤርትራዊ ዝጠዊ ክሳድ ውን ዘድንን ሓይሊ የለን። ነዚ ዝፈለጡ ለባማት ኢትዮጵያውያን እንዳ ዓኮት ኣይትተንኪ ዳሕራይ ከይትበኪ ይብሉ ኣለዉ። እዋኑ ኤርትራዊ ዝተብዓሉ እምበር ዝሽበረሉ እዋን ኣይኮነን። ከሁሉም በላይ ደግሞ በጣም ዲቫይድድ የሆነ ህብረተሰብ ነው በእስላሙና ክርስቲያኑ መካከል በጣም ዲፕ የሆነ እንትን አለ ዲቪዥን አለ። ደም ክርስትያን ምስታይ ኣብ ቁርኣን ሓላል እዩ።